ሰላምን ጥዕናን ንኹሉኹም ተኽታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣቱ ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንተኽታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም መጽየ ኣለኹ ናይ ለማዓንቲ መደበይ ዘልዕሎ ኣብ ናይ ፍቅሪ ርክብና እቲ ዘይተርፍ ብጣዕሚ ታሕጓስ ዝፈጥረልናን ናይ ምስዕዓም ጥበብ ክንርኢ ኢና ብፍላይ ንምስዓም ሓደሽቲ ዝኾንኩምን ብጣዕሚ ተፍቅራ ክትፍለየካ ዘይትደልያ ኣፍቃሪት እንተሃልዩኩም ክሓልፈኩም ኣይግባእን እስካብ ናይ መደበይ ፍጻመ ሓቢርኩምኒ ጽንሑ ነዚ ቻነል ሓደሽቲ ዝኮንኩም ሳብስክራይብ ብምግባርን ነታ ናይ ደወል ምልክት ሓንቲ ሻዕ ብምንካእን ዝተፈላለዩ ናይ ጾታዊ ርክብ ናይ ጥዕና ከምኡ ውን ናይ ሓዳርን ናይ ፍቅሪን ሂወት ኢንፎርሜሽን ትረክብሉ ቻነል ሰድራ ንክትኮኑ ብክብሪ ንሓትት መደብና ናብ ብዙሓት ሰባት በጺሑ ብዙሓት ሰባት ትምህርቲ ንክወስድሉ ላይክ ጌርኩም ጀምርዎ። ስድራን ዝኾንኩምኒ እንዳመስገንኩ ናብ መደበይ ክምለስ፣ ሕቖፋ ሕቖፋ፣ ሰዓማ ሰዓማ ዝብል ስምዒት ክስምዕካ እንተጀሚሩ ንምጥቃዕ ተዳሊኻ ኣለኻ ማለት እዩ። ንሳ እውን እስካብ ሕዚ ብዝነበረኩም ርክብ ሕጉስቲ እንተነይራ ንመጥቃዕትኻ ድልውቲ እያ ማለት እዩ። ኣባኻን ኣብ ተፍቅራ ጓል ኣንስተይትን ኣብ መንጎኹም ዝነበረ መንደቕ በዚ መገዲ እንተፈሪሱ እቲ መንደቕ ምስ ፈረሰ ዝፀንሐካ እንጆሪ ዝመስል ከናፍራ እዩ። ሕዚ እቲ ሕቶ መዓዝን ከመይን ክትስዕም ኣለካ ዝብል እዩ። ናብ ናይ ምስዕኣም ጥበብ ቅድሚ ምእታውና ግና ሓደ ኣገዳሲ ሓቂ ክነግረኩም ደቂ ኣንስትዮ ምስዕኣም ብጣዕሚ፣ ክደግሞ እየ ብጣዕሚ እየን ዝፈትዋ፣ ንምስዕኣም ፍሉይ ፍቕሪ ክብርን ቦታን ይህባ እየን። ካብዚ ብተወሳኺ እውን ደቂ ተባዕትዮ ንምስዕኣም ዝተፈለየ ቦታ ክብርን ፍቕርን ኣይህቡን ኢለን የማርራ እየን። ንስኻ እውን ካብዚ ጌጋ ትምህርቲ ወሲድካ ነቲ ቀዳማይ፣ ካልኣይ ከምኡ እውን ኢቭን ነቲ መበል ሚእቲ ምስዕዓምኩም እውን ዝግበኦ ክብርን ፍቅርን ብምሃብ ናይ ኣፍቃሪትካ ሮሚዮ ክትከውን ትክእል ኢካ ካብዚ ቀጺልና ነቲ ቀዳማይን ታሪካዊ ዝከውን ምስዕዓምኩም ከመይ ጌርካ ክትፍጽሞ ከም ዘለካ ክሕብር ደቂ ኣንስትዮ ንምስዕዓም ዝተፈለየ ፍቅሪ ክብሪ ቦታ ይህባ እየን ኢለኩም ነይረ ብፍላይ ነቲ ቀዳማይ ምስዕዓምኩም ድማ ኣብ ልበን ፍልይ ቦታ ይህብኦ እየን። ነዚ እዩ ድማ እቲ ቀዳማይ ምስዕኣምኩም ታሪኻዊ ዝብል ሽም ዘውህቦ። ታሪኻዊ ዝኾነ ምስዕኣም ድማ ንዕኡ ዝምጥን ኣድህቦ፣ ክንክን፣ ምድላው ክግበረሉ ኣለዎ። ስለዝኾነ ድማ ኣነ ዝግብኦ ክብሪ ኣድህቦ ሂበ ክሕብረልኩም እየ። እቲ ኣገዳሲ ክትርስዖ ዘይብልካ ቦታን ግዘን ምረፅ። ፍቕርኹም ከም ሮምዮን ጁልየትን ናይ ምዃን ዕድል ክህልዎ ይኽእል እዩ፣ ዘለኣለማዊ ፍቕሪ ዝምስረት ድማ በዚ ቀዳማይ ምስዕዓምኩም እዩ። ስለዝኾነ ነዚ ክብሪ ዝግብኦ ነገር ኣብ ዝረኸብካዮ ቦታ፣ ኣብ ታክሲ፣ ኣብ ሲኒማ፣ ኣብ መንገዲ ወይ ድማ ኣብ ሓደ ጸልማት ቦታ፣ ሰብ ረኣየኒ ኣይረኣየኒ እንዳበልካ እንዳተሻቐልካ ክትፍጽሞ የብልካን የግዳስ ነድህቦኻ ኣብኣን ኣብኣን ጥራሕ ትገብረሉ ቦታ ክትፍጽሞ ኣለካ እቲ ካሊእ ክትርስዖ ዘይብልካ ነገር ድማ ፈጺምካ መበረታትዒ ነገር ከይትጥቀም ሓቂ እዩ ንመጀመርታ ግዘ ምስዕዓም ልክዕ ንመጀመርታ ግዘ ከም ምዕላል እዩ ስልኪ ቁጽሪ ከም ምቕባል እውን የፍርሕ እዩ ኮይኑ ግና ትብዓት ክትረክብ ኢልካ ዝኾነ ይኹን መበረታትዒ ነገር ክትወስድ የብልካን፣ ኣልኮሆል ወይ ድማ ጫት ክኸውን ይኽእል። ብመበረታትዒ ነገር ተጠቒምካ ምስዓም ታሪኻዊነቱ የጥፍኦ እዩ፣ ሕማቕ ነጥቢ እውን ከትሕዘልካ ይኽእል እዩ። ብሓቃዊ ፍቕሪ ተላዒልካ ከም ዝሰዓምካያ ዝፍለጥ ብዘይ ምንም መተባብዒ ክትፍጽሞ እንተለኻ እዩ። ትብዕ ኢልካ ኣብ ዝምቹ ግዘን ቦታን ሰዓማ። ዘሕዝን ኮይኑ ትብዓት ንኽትረክብ ከምዚ ግበር ክብለካ ኣይኽእልን፣ ትብዓት።

ናይ ምስሓብ፣ ምምራኽ ስምዒት ካብ ፍቓዶም ወጻኢ እዩ። እቲ ካልኣይ ኣገዳሲ ፍልጠት ድማ ደቂ ኣንስትዮ ብደቂ ተባዕትዮ ዝሰሓባሉን ዝማረኻሉን፣ ደቂ ተባዕትዮ ብደቂ ኣንስትዮ ንኽሰሓቡን ንኽማረኹን ዘገድዶም ነገር ብጣዕሚ ዝተፈላለዩ ነገራት እዮም። ደቂ ኣንስትዮ ብደቂ ተባዕትዮ ንኽሰሓባ ዝገብረን፣ ጠባያትን ብቕዓትን፣ ምስ ደቂ ተባዕትዮ ንደቂ ኣንስትዮ ንኽሰሓቡ ዝገብሮም ጠባያትን ብቕዓትን ፈጺሞም ዝተፈላለዩ እዮም። ነዚ ኣብ መንጎ ደቂ ኣንስትዮን ደቂ ተባዕትዮን ዘሎ ናይ ምስሕሓብ፣ ናይ ምምራኽ ስምዒት፣ ኣፈላላይ፣ ዘይምፍላጥ ንኽልቴኹም ጾታ ምግጋይ ምኽንያት እንዳኾነ ይስትውዐል ኣሎ። ደቂ ተባዕትዮ ልክዕ ብደቂ ኣንስትዮ ክሰሓቡ ክማረኹ እንተለዉ ዝስምዖም፣ ስምዒት ደቂ ኣንስትዮ እውን ይስምዐን እዩ ዝብል ዝተጋገየ ኣረኣእያ ሒዞም ብዘይኮነ መንገዲ ደቂ ኣንስትዮ ንምስሓብ፣ ንምምራኽ ይፅዕሩ እዮም። እዚ ከይተሳኸዐሎም ክቐሪ እንተሎ ንደቂ ኣንስትዮ ይረግሙ እዮም። ደቂ ኣንስትዮ እውን ብወገነን ደቂ ተባዕትዮ ንደጋዋይ እምበር ንውሽጣዋይ ፅባቐ ቦታ ዘይህቡ እንስሳታት እዮም እንዳበላ ይዛረባ እየን። ኮይኑ ግና እዚ ማለት ንምንታይ ጠምዩዎም ወይ ድማ ንምንታይ ደኺሞም ከም ማለት እዩ። ዓርሰ እምነት ዘለዎ ወድን ዘይብሉን ወድን ካብ ርሑቕ ፈልየን ናይ ምፍላጥ ክእለት ኣለወን። ስለዝኾነ ዓርሰ እምነት ዘይብልካ እንተኾይኑ ክተማሕሾ ክትጽዕር ኣለካ። ጽቡቕ ነገሩ ነዚ ክእለት ብምልምማድ ናትካ ክትገብሮ ምኽኣልካ እዩ። ኩሎም ናይ ደቂ ተባዕትዮ ክእለታትን ጠባያትን ንደቂ ኣንስትዮ ናይ ምስሓብን ናይ ምምራኽን ዓቕሞም ተመሳሳሊ ኣይኮነን። ደቂ ኣንስትዮ ንዝተፈላለዩ ናይ ደቂ ተባዕትዮ ጠባያትን ክእለታትን ዝተፈላለየ ነጥቢ ብምሃብ ኣፈላልየን ክሪኣ ይኽእላ እየን፣ ኮይኑ ግና ኣብ ዓርሰ እምነት ቴስዓን ትሽዓተን ፐርሰንት ደቂ ኣንስትዮ ይስማዕምዓሉ እየን። ዓርሰ እምነት ወይ ድማ ኮንፊደንስ ንኹለን ደቂ ኣንስትዮ ናይ ምስሓብ፣ ናይ ምምራኽ፣ ሓይሊ ዘለዎ እዩ። ደቂ ተባዕትዮ ንስሓብ፣ ንማረኽ፣ ብምርኣይ እንትኾን ደቂ ኣንስትዮ ዝስሓባ ድማ ብስምዒተን እዩ። ብጠባዮም፣ ብተግባሮም፣ ብሰክሰሶም፣ ብጀግንነቶምን ብኽእለቶምን ናይ ደቂ ኣንስትዮ ስምዒት ሓፍኮፍ ዘብሉ ደቂ ተባዕትዮ ንደቂ ኣንስትዮ ብፍቕሪ ናይ ምምራኽ፣ ናይ ምስሓብ ዓቕሞም ልዑል እዩ። ንደቂ ኣንስትዮ ካብ ዝስሕቡ፣ ካብ ዝማርኹ ጠባያትን ክእለታትን እቲ ቀዳማይ ተባሂሉ ዝፅዋዕ፣ ዓርሰ እምነት እዩ ዓርሰ እምነት ዘለዎ ኮንፊደንት ወዲ ምዃንካ ክተረጋግጽ እንተ ደሊኻ ከም ናይ ቀደም ሰባት ቀስቲ ሒዝካ ምስ ኣንበሳ ክትቃለስ ናብ በረኻ ክትኣቱ የብልካን ካባኻ ትጽቢት ዝግበር ዘይምድንጋጽ እዩ ዘይምስካፍ ዘይምሕፋር ኣካይዳኻ ምትዕርራይ የዒንታ ንምርኣይ ዘይምፍራሕ ንምዕላል ዘይምፍራሕ ጥራሕ እዩ ካባኻ ትጽቢት ዝግበር ነዚ እንተ ጌርካ ብቐሊሉ ናብ ልባ ክትኣቱ ትኽእል ኢኻ። ዝተፈላለዩ ብሉጽ ናይ ምስዓም ጥበብ ዝረኣናሉን ዝተፈላለዩ ኣገደስቲ ክትፈልጥዎም ዘለኩም ሓሳባት ዝረኣናሉ መደብ ነዚ ይመስል ነይሩ። ነዚለ ናይ ለማዓንቲ መደበይ በዚ ከዛዝም። ካብ ናይ ለማዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደውሊ ምልክት። ሓንቲ ሻዕ ብምንካዕን ክተተባብዑናን ስድራ ክትኮኑናን ብኽብሪ ንሓትት መደብና ናብ ብዙሓት ኣሕዋትና በጺሑ ብዙሓት ሰባት ትምህርቲ ንኽወስድሉ ላይክ ሼር ምግባርኩም ኣይትረስዑ ሓሳብ ሪኢቶኹም ንቻነልናን ንመደብናን ንምዕባይ ሰለ ዝሕግዘና ሓሳብ ሪኢቶኹም ብኮሜንት ተብጹሑና ብኻሊእ መደብ ብኻሊእ ሓሳብ እስካብ ንራኸብ ሰላምን ጥዕናን ንኹላትና የቐንየለይ።